ናይ ገለ ሰብ ጠባይ ርኢኹሞ ኣለኹም? ሕማቕ ጠባዩ ከሎ ንነብሱ ግን እሱ ጽቡቕ ምዃኑ ጠባዩ ኣዝዩ ልኡም ምዃኑ ጠባዩ ዝፈልጣ ብዙሕ ኣሎ። ንምንታይ እዩ ከምኡ ኮይኑ እንተ ኢልና እቲ ሰብቲ ጠባዩ ኣብቲ ዝነብረሉ ሕብረተሰብ ክኸውን ይኽእል፣ ኣብ ገዝኡ ክኸውን ይኽእል፣ ምስ ኣሕዋቱ ምስ ስድርኡ ክኸውን ይኽእል። ወይ ኣብቲ ዝነብረሉ ገዛውቲ እቶም ሰባት ነቲ ጠባዩ ይለምድዎ እሞ ከም ንቡር ተቐቢሎም ብኡ ክኸዱ ጸንሑ ወይ እሱ እውን ነቲ ጠባዩ ነቲ ሕማቕ ጠባዩ ከም ንቡር ወስዶ ይላማመዶ ማለት እዩ ምስ ተላማመዶ ንነብሱ እንታይ ኮይኑ ይስምዓ ልክዕ ከምቲ ናይቲ ካልእ ሰብ ጠባይ ምዃኑ እዩ ዝፈልጥ ነብሱ ወላ እቲ ካልእ ሰብ ከምኡ እዩ ኦይ ገለ ጠባይ እንዲ ላ ባህሪ እንዲ ሞ ወላ ሓንቲ ገለ ኣይትሕዘሉኒ ኢኻ ባህሪኡ ስለ ዝኾነ ገለ ኢሉ ነቲ ነገርቲ ክደጋግሞ ምስ ደጋገሞ ብፍላይ ካብ ንእስነቱ ዘምፆ ተዳ ኮይኑ ዕድሚ ሙሉእ ክደጋግሞ ነብር እሞ ሽዑ ምስ ካልኦት ሰባት ኣብ ዝራኸበሉ ምስ ሓደሽቲ ሰባት ወይ ቁሩብ በቲ ቅኑዕ መንገዲ ዝኾዱ ሰባት ኣብ ዝራኸበሉ እቶም ሰባት እንተ ዲናይ ገይሮሞ ወይ እውን እንተ ሪጀክት ክገብርዎ ፈቲኖም እንተ ክንጽልዎ ፈቲኖም ጠባዩ ሕማቕ ምዃኑ ክነግርዎ እንተ ፈቲኖም ብሰንኪ ሕማቕ ጠባዩ ክርሕቕዎ እንተ ጀሚሮም እንታይ ይብል ሽዑ ኣነ እኮ ሕማቕ ጠባይ ሕማቕ ኣይኮነን ፅቡቕ እኮ ጠባይ ንምንታይ እዚኦም ከምዚ ገይሮም ኢሉ ሓፍሓፍ ዝብል ሰብ ሪኢኹም ኣለኹም ሕጂ እዚ እንታይ እዩ ስለ ዝተላማመዶ ነቲ ጠባይ ማለት እቲ ብቲ ከባቢ እዩ ዝነብር ሰብ ከዓ ስለ ዝተላማመዶ እዩ ነቲ ጠባይቲ ከም ፅቡቕ ወይ ከም ኖርም ኖርማል ወሲድዎ ማለት እዩ ሽዑ ኣብ ኣብ ካልእ ሰባት ክሕወስ ከሎ እቲ ሰብቲ ምስ ካልእ ሰባት ክመፅእ ከሎ ሓፍሓምበጠ ክብል ወይ ቆጭቆጭ ይብል ማለት እዩ ጠባዩ ፅቡቕ ምዃኑ እዩ ዝፈልጥ ንምንታይ እዮም ፅዮ ምስ ሰባት ኣብ ንሕወሰሉ ጠባይና ክንሪኦ ክንክእል ኣለና ብናይቲ ካልእ ዓይነት ሰብ ብናይቲ ዓይኒ ናይ ካልእ ሰብ ጠባይና ክንሪኦ ክንክእል ኣለና ብናይ ካልእ ኣተሓሳስባ ኣእምሮ ክንፍትሾ ክንክእል ኣለና ጠባይና ካይዳና ኩሉ ስርዓትና ማለት እዩ እንደዘይኮይኑ ግን ኣነ ጥራይ እየ ቁኑዕ ናተይ ቁኑዕ ጠባይ እዩ ምባል ቁኑዕ ኮይንካ ዘይኮንካ ወይ ነቲ ነገርቲ ተላቢስካ ኣለኻ ሕማቕ ኹን ጽቡቕ ኹን ተላቢስካ ኣለኻ ወይ እውን ኣብቲ ከባቢኻ ዘሎ ሰብ ብክፉኡ ከም ዘለዎ ብግርድፉ እቲ ጠባይካ ሕማቕ ከሎስ ከም ኖርማል ተቐቢልካ ኣሎ ማለት እዩ ስለዚ ጠባይካ ኣቐዲምካ ናብ ነብስኻ ተመሊስካ ክትሪኦ ክትክእል ኣለካ ሕማቕ ዲ ጠባይ ኣነ ኣነ ከምዚ ዲ ክትብል ኣለካ ሰባት ክርሕቑኻ ብፍላይ ተጀሚሮም ሰባት ክንጽሉኻ ተዳ ጀሚሮም there is something ስለዚ ተመሊስካ ክትሪኦ ትክእል ኣለካ ዋይ ደኣ እሞ በዓል ገለ ምሳይ ይኸዱ ነይሮም ኦኬ ስለ ተቐበሉኻ ወይ እውን ኣማራፂ ሲኢኖም ክኾኑ ይኽእሉ እዮም ሓንሳ ሓንሳብ ምስ ብዙሓት ሕማቕ ጠባዮም ወይ ምስ ብዙሓት ምስ ሰባት ክነብሩ ዘይክእሉ ሰባት ስቑኢልና ንኸይድ ኢና ንምንታይ ንቕበሎም ወይ እውን ከምዚ ክንጽሎም ስለ ዘይንደሊ መቕርብና ስለ ዝኾኑ ምሳና ዝዓበዩ ስለ ዝኾኑ መታዕቢትና ኣዕሩኽትና ስለ ዝኾኑ ክንጽሎም ስለ ዘይንደሊ ነጠባዮም ከም ዘለዎ ወሲድና ንኸይድ ኢና ስለዚ ጠባይካ ምስ ሰባት ኣብ ትሕወሰሉ እሞ ሰባት ክርሕቑኻ ተዳ ጀሚሮም ሰባት ክንጽሉኻ ተዳ ጀሚሮም ዘርኢ ሳምሲንግ ናብ ውሽጥኻ ተመሊስካ ንነብስኻ ክትሪኦ ትክእል ኣለካ ንነብስኻ ክትሪኦሉ ትኽእል መነፅር ከዓ ከተጥሪ ክትክእል ኣለካ ኣተሓሳስባኻ ከተዕቢ ክትክእል ኣለካ ንከምኡ ኢለ የምፅያ ስለዚ ጠባይና ሕማቕ ተዳ ኮይኑ ኣብቲ ንነብረሉ ከባቢ ወይ ከም ንቡር ተወሲዱ ኣሎ ወይ እውን ንሕና እውን ንቡር ስለ ዝወሰድናዮ ኢና ምስቲ ሰብ ንኸይ ዘለና እምበር ሕማቕ ተኮይኑ ሕማቕ እዩ ተመሊስና ንነብስና ክንሪኣ ንክእል ኣለና ክንፍትሻ ንክእል ኣለና ሰብ ሕማቂ ጠባይካ ተዳ ኢልካ ወይ ሕማቕ ጠባይካ ስለ ዝኾነ ተዳ ርሒቐካኻ ተመሊስካ ንነብስኻ ክትሪኣ ክትክእል ኣለካ ክትፍትሻ ክትክእል ኣለካ ከመይ ድዩ ጠባይ እንታይ ድዩ እንታይ ስለ ዝኾነ ሰብ ርሕቐንሎ እንታይ ስለ ዝኾነ ምክንያቱ ናብ ነብስኻ ክጥምት ተኽኢልካ ኢኻ ለውጢ ከተምፅእ ትኽእል ንሰብ ብሌም ክትገብር ተጀሚርካ ንሰብ ጥራይ ብሌም ትገብር ንሰብ ጥራይ ትውንጅል ተዳ ኮንካ ግን ኣብታ ዝነበርካያ ምክንያት ኮምፎርት ዞን ናትካ ስለ ዝኾነ ኣብታ ዝነበርካያ ጠባይ ኣብቲ ዝነበርካያ ካይድ ኣብቲ ዝነበርካያ ሂወት ኣብቲ ዝነበርካያ ዓለም ክትነብር ኢኻ ስለዚ ናብ ነብስና ምልስ ኢልና ባህሪና፣ ጠባይና፣ ኣካይዳና ንፈትሾ፣ ብናይ ካልእ ዓይኒ ሰብ ንርኣዮ፣ ኣብ ናይ ካልእ ጫማ ኮይና ኩሉ ህይወትና ንፈትሾ። ሽዑ እቲ ልክዕ መንነትና እቲ ልክዕ ነብስና ክንረኽቦ ኢና። ንኸምኡ የምፅያ እዛ ሓሳብ ጠቂማትኩም ትከውን ተስፋ ገብር። ፅን ኢልኩም ስለሰማዕኩምኒ ካብ ልቢ የመስግነኩም። ብሩኽ ምሸት።